ሓድሽ ነገር ኣሎ ብሉጽ ነገር ኣሎ ጽቡቕ ነገር ጽቡቕ ነገር ኣሎ ኣብ የሱስ ሓድሽ ነገር ከመይ ዝበለ ሽሻይ እዩ ጸኒሑና ገዓት መቸስ ንክስታይ ብሄር ንክስቶ ብሄር ይውክል እያ ኣይበሃልን እዩ ኣብ ዓድና ብፍላይ ሓማት ንሰይቲ ወዳ ክትፈቱ እንከላ ኣንጊሃ ገዓት እያ ትገብር ኣብቶም ብ- ቀንዲ ቀንዲ ገዓት ዝብለዓሎም ብሄራትና ከዓ በዓል በዓል ቢሌን ንመርዓዊ ከመይ ይገዓተሉ ኩሉ ኩላትና ገዓት ናይ ክብሪ ምግብና እዩ ከምኡ ኢልና ድማ ኢና ሎመዓንቲ ካብ ኩሉ መኣዲ ገዓት መሪጽና ምሳና ኮንኩም በሊዕኩም ክትኮኑ ተስፋ ንገብር ናብቲ ዝቕጽል መደብና ቅድሚ ምኻድና ንእሽተይ ቃል እግዚኣብሄር ከንብብ እሞ ናብታ ትቕጽል መደብና ክንከይድ ኢና ደጊምና እንቋዕ ናብ ዕስራ ዕስራን ሽዱሽተን እግዚኣብሄር ብሰላም ኣብጽሓኩም። ጸገባ ኣዕዋፍ ኣብኡ እንደን ይሰርሓ፣ ጽሕድታት ንራዛ ማሕደሪኡ እየን፣ ነዋሕቲ ኣኽራን ንሰሰውሕ ኣኻውሕ ድማ መዕቆቢ ጊሐታት እዩ፣ ወርሒ ንመመደብ ግዜያት ገበረ፣ ጸሓይ ንምዕራብ ትጠልቕ፣ ጸልማት ትገብር ለይቲ ውን ይከውን ብኡኡ ኩሎም እንስሳ መሮር ዱር ይዞሩ ሽደናት ኣንበሳ ንምዝርጋፍ ይጓዝሙ ቀሊዖም ድካኣ ኣብ ኣምላክ ይደልዩ ጸሓይ ትበርቅ ይምለሱ ኣብ ጉድጓዶም ድማ ይድቅሱ ሰብ ናብ ተግባሩን ናብ ዕዮኡን ክሻዕ ምሸት ይወጽእ ከመይ ዘደንቅ ኣምላክ እዩ በብእዋኑ በብግዚኡ ንኩሉ ንኣራዊት መሮርስ እንስሳ ሃዲኑ ዝበልዓሉ፣ ነተን ለይቲ ተሓቢኤን ዝነበራ ድማ ጸሓይ ቀትሪ ኮይንለን ሳዕረን ክጠጥማ፣ ሓረስታይ ክረምቲ ዘሪኡ ሓጋይ ምስ ኮነ፣ ቀውዒ ምስ ኮነ ኣዝመርኡ ዝእክበሉ፣ ንፋስ መንጠሊን ከይተረፈ እኳ እቲ እልፊ እኽሊ መታን ቀልጢፉ ክነቅጽሲ ንፋስ መንጠሊን የምጽእሞ እኽሊ የንቅጽ፣ ተዓጽዩ ድማ ኣብ ቆፎኡ ይኣቱ። ከምዚ ዝበለ ጥባበኛ ኣምላኽ ኣነ ይገርመኒ እዩ ቢምባ ግንግ ዝበሃል ኣምላኽ መሬሲ ሃንደበት ተተኪሳ ተፈጢራ ክብሉ ከለውሲ ይድነቕ እየ በብግዚኡ በብሰዓቱ በብእዋኑ ብዘደንቕ ግብሪ ዝገብር ኣምላኽ ዓብይ እዩ በዛ ንእሽተይ ኣእምሮና ማለት እዩ ኣምላኽ ኣብ መወዳእታ ምስ ረኣናዮ ከኣ ኩሉ ምስ ነገረና ከኣ ዘበንና ሙሉእ እናተደነቕና ክንነብር ኢና። እግዚኣብሄር ይመስገን ናብ ንእሽተይ ዕላል ኣላትና። ሕራይ ናባኺ እየ ከብል ኣልባ ብድምጺ መቸም ንብሄረ ኩናማ ዝመስል የለን ዋላ ኩሉ ድምጺ እንተሃለዎ ኣብ ሽንግርዋ ከባቢ ክልተ ግዜ ዝተዓወታ እኳ ነቲ ጓይላ ደጊፈ እኳ እንተዘይኮንኩ ግን ከም ድምጺ ክልተ ዝተዓወታ እውን ካብ ብሄረ ኩናማ እየን እስከ ሓድሽ ዓመት ከመይ ተሕልፍዮ ኔርኪ ብመዝሙር ድዩ ወይ ቅድሚ ንጐይታ ምቕባልኪ እንታይ ይመስል ብድሕሪኡኸ ሓድሽ ዓመት ከመይ ተሕልፍዮ ኔርኪ ክተዕልልና። እሺ ጎይታ ይባርኪ ሓድሽ ዓመት መቸም ሓድሽ ዓመት ክኸውን ከሎ ጎይላ ኢና ንሳሰዕ ነቲ መዓልቲ ክንብል ግብጃ ኢና ንግበር። ግብጃ ምስ ገበርና ከኣ ለይቲ ምሉእ ኢና ተሳዕሲዕና ንሓድር። በዚ ብራ እናሰተና ገለ ንሰክር መዓልቲ ከማን ነይሩ ማለት እዩ። ጸልማት ነይርና ማለት እዩ። ሕጂ ግን በዚ ግዜ ክርኢ ከለኹ ጎይታ ካብኡ ዘምልጠኒ የሱስ ስሙ ይባረኽ። ሕጂ በዚ ግዜ በዚ ሓድሽ ዓመት ኩሉ ግዜ ጎይታስ እንኳ ካብዚ ኣውጻኸን ኣውጻኻኒ እናበልኩ እየ ንጎይታይ ዘመስግኖ። ስለዚ በዚ ሰዓት በዚ ግዜ ኩናማ ብሕር በዚያ ሓድሽ ሺህ ዓመት በዚያ መዓልቲ ክንሳዕሰ ደኮናሲ ነቲ ሓቂ ክንፈለት ኣብ ልብታትና ብርሓን እዝጋብሔር የእትወና ክብል ይደሊ ብወገነይ ተባረክ ዳጋ ካትሰትዩ ነርኩም ሆት መስከሪ ሓድሽ ዓመት እወ ዳጋ ንሰቲ ነርና ዳጋ ብጣዕሚ ኢና ንሰቲ ወላ መጀመርያ ናብ ጎይታ ምስ መፃና ከማን እቲ ልምዲ እዚ ከልቲፍካ ስለዘይ ትገድፎ ኣነ ናሪገይ ጎይታ ተቐቢልና
ተሃቢካ ትሰቲ ነርካ ተሃቢን ጎይታ ተቐቢልና በዚ ትምህርቲ ድሕነት እናጀመሮምና እቲ ናይ ልምዲ ዳጋ ስለዘይገደፍናዮ ገዚእና ነምፅእ ገዛና ከኣ ትምህርቲ ድሕነት ክምህሩና ይመፁ እሞ ኣነና ከዓ ዳጋ ሰቲናዮም ንፀንዕ እቲ ሓፍዝ ዳጋ እቲ ሓፍዝ ዳጋ እቲ ቀጥን ስዋ ይበሃል እቲ ሓፍዝ ከዓ ዳጋ ይበሃል ሓደ ግዜ ክልተ ወንጫ ሕዝና መፂና ሓፍዝ ገዛና ክምሰል እዩ ነይሩ እዚ ኣርፊድና ኣምፂእናዮ እቲ ስዋ ኣብ ትሕቲ ዓራት ገርናዮ እቲ ገዛና ሽሚንቶ እዩ እቲ ብራንዳ ናትናስ ከመይ ገይሩ ፀፀዲፉ ከመን ኣይፈለጥ እቲ ስዋሲ ከመይ ገይሩ ጥቕዓው እዩ ከመን ኣይፈለጥና ሕጂ ከይርዩና ኢልና ካብ ዝጋበስ መቸም ኣይፈርሓናን ካብ ሰብና ፈርሒና ነርና ሽዑ ከይርዩና ኢልና ትሕቲ ዓረት እትኢናዮ ግን ኣንና በጎይታ ኣለና ኢልናዮ ግን ኣይተረዳናን ፅቡቅ ገርና ኣይተረዳና ነይሩ ሽዑ እቲ ዳጋ ኣምፅና ትሕቲ ዓራት እትኢና እተን ናይ ሆምሰል ግሩፕ መብዛሕቶም መፅኦም ብዙሓት እዮም መፅኦም ዳስ ምልእ ኢልና ኮፍ ክንብል መን ተንኪፍዎ ኣነ ኢድ ኢድ ኣምላክ እዩ ዝብሎ ዝደንቅፎ የለን ወላ በእግሮም ከማን ክትንክፎ ኣይክእልን እዩ እጂ ኦምሰል እናጀመርና ካልክ ጀምሩ ከሎ እቲ ስ- ሽዋሲ ስኢሉ ፈሲሱ በቲ ተሕጣላት ወፂኡ ወፂኦ የሕፊርና ካብታ መዓልቲ ግን ጎይታ ይመስለኒ ደግም ከይንገብር ብጣዕሚ ሰንቢድና ስንባደ ብጣዕሚ ተሰሚዕና እሶም ከ ተሰኪፎም ሓዳሽ ስለ ኮይና ሲ ደሃን ስጋብ ዝርድኦም ዝበል ርድኢት ነርዎም ግን ገጋ ምዃኑ ኣረዲኦምና ጎይታ ረዲእና ክፍታ መዓልቲ ትስዋ ገዲፍና ኣነ ናረግን ገዲፍና እጂ ንጎይታ ንግልግሎ ኣለና ማለት እዩ ጎይታ የሱስ ይባርኩም እጂ ከምዚ ሓሊፍናዮ እጂ ኣዲሽ ዓመት ክኸውን ከሎ ኣነ ካብዚ ዘውፃኒ እግዚኣብሔር የመስግኖ ንብሓቂ የመስግኖ ኣነ ነዚ ጎይታ እንተደፊልተስ ኣበይ መሃለኹ ህይወተ ኣበይ እዩ ዝኸውን ሓትያት ሓትያት ምዃኑ ከማን ኣብ ጎይታ ምስ መፃኹ ፈሊተ እቲ ዝገብሮ ዝነበርኩ ሓትያት ምዃኑ ኣብ እዝጋብሔር ከም ደይቁብሎ ምዃኑ ኣብ ጎይታ ጽቡቅ ገረ ምስ ኣተኹ እየ ፈሊተዮ ማለተይ ስለዚ በዛ ሰዓት ብፍላይ ኣብዚ ዝበይ ኣብዚ ዝብ ኩናማ ነዚ ዘይትርድኣኩም እንተሎ ካብዚ ወፅእና ነቲ ሓቂ ብርሃን ክርስቶስ ክንደሊ ብዚ ሰዓት ይዕድመኩም ተባረኩ ንህዝቢ ኩናማስ ናብ ጎይታ ክመፅእ እንታይ ትብልዮ

ንኹሎም ስድራቤተይ ፈተውተይ ንኹሎም ምእመናን እንኳዕ ናብ በዓል ሓድሽ ዓመትን ልደትን ኣብጽሓና ክብል ይፈቱ በዚ ኣጋጣሚ ንወላዲተይ ኣልማዝ ብርሃነ በዚ ኣጋጣሚ ንኣሌክ ሓወይ በዚ ኣጋጣሚ እንኳዕ ናብ በዓል ሓድሽ ዓመትን ልደትን ኣብቅዓና ክብሎም ደሊ ንኹሎም ስድራቤተይ ፈተውተይ ምሳይ ዘሎ መጋላግልተይ ህብረትና ኸኣ እንኳዕ ኣብቅዓና ናብ ጎይታ እዚ ዕድል እዚ እዚ ብርሃን ስለ ዝሃበና ጎይታ ነመስግኖ ክብሪ ንዕኡ ይኹን። ሕራይ ፍሮይን ሓፍተይ ከዓ ሓዲ ርሑስ ሓድሽ ዓመት ክትብልዮ ትደሊ ቤተሰብ ፈታዊ እንተ ኣሎ ኮይኑ እንኳዕ ክልተ ሽሕን ዕስራን ሽዱሽተን ሓድሽ ዓመት ኣብፀሓና ንኩሉ ህዝቢ ኤሬትራ ንኩሉ ህዝብና ብሰላም ብሓጎስ እግዚኣብሔር ኣምላኽ ኣኻኺቡ ኣብ ኤሬትራ ንዕውዕለሉ ንሰብ ከሉ ግዜ የምጻኣልና እዝጋኣብሄር ኣምላክ ኩሉ ዝክእል ኣምላክ እዩ እሞ ህዝብናን ሃገርናን ድማ ክበጽሓ ይልምን እዝጋኣብሄር ኣምላክ ኩሉ ከም ዝክእል እንዳለመና ን ክልተ ሽሕን ዕስራን ሓሙሽተን ኣብኡ የብቅዓና ጎይታ ክብሪ ንጎይታ ኩን ተባረኩ ሰላም ንኩሉ ህዝቢ ኤሬትራ። ሕራይ ዶሱ ሓወይ ድማ እንቋዕ ሓጎሰኩም እንቋዕ ኣብጽሓኩም ክትብሎም ትደልዩ ሰባት ኣለዉ ኮይኖም።
ሕራይ እንኳዕ ናብ ክልተ ሽሕን ዕስራን ሽዱሽተን ብሰላም ኣብፀሐና ክሳዕ እዚ ዝረድኣና እግዚኣብሄር ስሙ ይባረኽ ከምዚ ኢልና ስሙ ክንፅውዕ ንኡ ክነመስግን ዕድል ሂብና እዩ ዕድል ካብ ኣምላኽ ኢኻ ትረኽቦ ስለዚ መጀመርያ ንኣምላኽ የመስግኖ ብዘብቅዓና ብድሕሪ ድማ ኣብ ዓድን ኣብ ወፃእን ዘሎ ኩሉ ህዝቢ ኤርትራ እንቋዕ ናብ ክልተ ሽሕን ዕስራን ሽዱሽተን ብሰላምን ደሓንን ኣብፀሓና ከምኡ ንበዓልቲ ቤተይ እንኳዕ ኣብፀሓኪ ደቀይ እንኳዕ ኣብፀሓኩም ብሎም ከምኡውን ንኩሉ ምእመን እውን እንኳዕ ብሰላምን ድሓን ኣብፀሓና ንኣምላኽ ክብርን ምስጓናን ይኹኖ ዓመት ዝመፅ ዘሎ ዓመት ዓመት ምስጋና ዓመት ንኣምላኽ ኣፀቢቕና እናቐረብና ንኡ ነምልኸሉ ግዜን ገይሩ ብኩሉ ሸነኽ እህዲኡን እግዚኣብሄር ብሰላም ናይ ሰላም ዓመት ክገብርና ድማ ንምነ እግዚኣብሄር ይባረኽኩም ተባረኹ።
ዮሱፍ ሓወይ ከኣ ንመን ክትብሎ ትደሊ ርሑስ ሓድሽ ዓመት ክትብሎ ትደሊ ሰብ
ኣምላኽ መስገን ርሑስ ሓድሽ ዓመት ንመላእ ኤርትራ እንደገና ርሑስ ሓድሽ ዓመት ክልተ ሽሕን ዕስራን ሽዱሽተን ንበዓልቲ ቤተይ ዮርዳኖስ መለስ ንደቀይ ካብ ዝነኣሰ እሰይ ሲዶና ይብራህ እንደገና ዓሰብ ዘሎ ፈደን ካልኦት ድማ ኣብ ካናዳ ዘለዉ ናሆም ተባረኽ ምስጋና ብዝተረፈ ንኹሎም ወለድናን ዓበይትን ንኣሽቱን ርሑስ ሓ- ሓድሽ ዓመት ንኤርትራ ድማ ምሉእ ሰላም ክኸውን

ተባረኩ። እሺ ሕጂ ድማ ቡን እንዳ ሰተና ዕላልና ክንቅጽሎ ኢና። ፍሮይን ሓፍተይ ሓድሽ ዓመት ተዘክሮ ኣለኪ ድዩ? ኣይ ዝኾነ ዓመት ተዘክሮ እንተ ኣለኪ ኮይኑ ሓድሽ ዓመት ብኸመይ ተሕልፍዮ ነርኪ? ብዙሕ ግዜ እኳ ደቂ ኣንስትዮ ሓድሽ ዓመት ግእዝ እንዲና ክስታይ ንገብሮ ግን ተዘክሮ እንተ ኣለክ ኮይኑ ብሓድሽ ዓመት ብኸመይ ትሕልፍዮ ነርኪ ሓድሽ ዓመት ንሕና ኣብ ዓለም ከለና ዳ ኣብ ጎይታ ከለና ኣብ ዓለም ከለኺ ኣብ ዓለም ከለና ዳ ሓድሽ ዓመት ስዋ ንፀምቕ ንሓርድ ምስ ደቅና ተኣኻኺብና ንሕልፎ እቲ ናይ ዓለም ከለና ኣብ ጎይታ ከለና ድማ ኩሉ ግዜ ንሱ እዩ እቲ ጎይታሲ እንዳተረዳኣና ኣምላኽሲ ኣነ ሕጂ ንእሽተይ ቆልዓ ሕጂ እኳ ዓብዩ ኣምላኽ መስገን የሰክፈኒ ነይሩ ክንሓርድ ኣይትሕረዱ ድማ ብሉና እቶም ደቅና ማለት ጎይታ ወዲእዎ እዩ ኣይትሕረዱ ይብሉና እሞ ኩሉ ግዜ ነቶም ንኣሹ ደቅና ክንሕሉ ድማ ኮለጋና ሓርድ ነይረ ቅድሚ እቲ ውደ ኣመት ወይ ዮሃንስ ክኸውን ከሎ ቅድሚ እቲ ዮሃንስ ንሓርዶ እጂ ከምዚ ጌርና ንሕልፎ እዝጋቢሄር ይመስገን ሕጂ እሞ ኩሉ ነገር ጸቢቅልና ዓቢና ኣብ ጎይታ ጎይታ ባረኽ ምስ ጎይታ ጠቢቅና ኣለና ክብሪ ንጎይታ ኩን ከምዚ ኢና ንሕልፎ ነርና። ዶሱ ሓወይ ኣብኡ ከለኻስ ከም ሓድሽ ዓመት ንምንታይ ዝበዓል ኩሉ ግዜ ሓድሽ እንድዩ ገለ ዝብሉ ገለ ወገናት ኣለዉ እሞ እንታይ ትብሎም ነዚኦም ከመገልጋሊ መጠን
ማለት እቲ ምብዓል ክንብ ከልና ናይ ሓድሽ ዓመት ምብዓል ትፅምብል እቲ ዝግበር ዘበለ ኩሉ ሲ ተጠቕሊሉ ሲ ንኣምላኽ ንምስጋን እዩ መጀመርያ እቲ ክርዳኣና ዘሉ እምበር ነታ መዓልቲ ኣይኮናን እንተዘይኮይኑ ሕጂ ንሕና ነብዕሎ በዓል ነብዕሎ መዓልቲ ሃልና ኮይኑ ኣይኮነን ግን ዓመት ምሉእ ብኸመይ ብዝተፈላለየ መንገዲ ብማሕበር ደረጃ ብውልቂ ደረጃ ሓቢርካ ክትሕልፎ ከለኻ ብዙሕ ነገር ኢኻ ንኣምላኽ ተመስግኖ ማለት እዩ ማለት ዝግበር ዘበለ ኩሉ ንኽብሪ ኣምላኽ እዩ ስለዚ ዓመታትና ከመይ ሓሊፉ ወይ እዛ ዓመት እዚኣ ብኸመይ እያ ሓሊፋ ኣምላኽ ዘሕለፈኒ ኢልካ ህድእ ኢልካ እውን ንገዛእ ርእሱ ክሳዕ እዛ መዓልቲ እዚኣ ዓመት ኣሕሊፉስ ዶ ዘበለካ ኣምላኽ ምቑፃር ዓመት ጥራይ ዘይኮነሲ እምበኣር ንኣምላኽ ኩሉ ግዜ ነመስግኖ ኢና ብዓመት ደረጃኻ ናይ ዓመት ጠቕላ ኣቢልካ ከዓኒ ኣምላኽ ካበይ ከም ዘውጻኣካ እንታይ ከም ዝገበረልካ ብዙሕ ነገር ብጽቡቅ ጥራይ ዘይኮነ ወላ ውን ብሕማቅ ሓሊፍካ ግናኸ እቲ ሕማቅ ከይሰዓረካ ውን ኣምላኽ ኣዐዊትካ ደው ኢልካ ምህላው ንኣምላኽ ክተመስግነሉ ምውዓል ወላ ሓንቲ ከምዚ ንኻልእ ዝበዓል ዘሎ ወይ ድማ ንመዓት ዝበዓል ዘሎ በዓላት ኣይኮነን ስለዚ ከምዚ ኣብ ዝተፈላለየ እዋናት ዓመታዊ ጸብጻብ ዝግበር እንታይ ኣኸሲርና እንታይ ከሲብና ኢልካ ተብል ኣብ ዓመት እውን ኣብ ብውልቂ ደረጃ ብማሕበር ደረጃ ኣብዚ ዓመት እዚ እንታይ ጌርና እንታይ ኣቢልና ኢልካ ትቐርበሉ ክኸውንን ይኽእል እዩ ለዚ መቑፀሪ ስለ ዝኾነ ከምኡ ጌርካ እቲ ክትገብሮ ዘለካ ክትገብሮ ትኽእል ኢኻ እቲ ተኣኪብካ ብሓባር ተምልኾ ኣለኻ ከምቲ ዓንተ ወይ ዝበልናዮ ኣምላኽ ብሰላም ኣስጊርና ንዝመፅ ዘሎ ድማ ብምስጋናን ኣጸቢቑ ካብ ዝሓለፈ ኣጸቢቑ ምእንቲ ክረድኣና ንኣምላኽ እናምለኽና ንኡ ምጽኣት ጎይታ እናተጸባቤናን ከመይ ጌርና ንቕጽል ዝብል መደብ ጌርካ ኢኻ ነቲ ንኣምላኽ ኢኻ ትገብሮ ማለት ስለዚ ንከምዚ እንተዘይኮይኑ እታ መዓልቲ ተጸቢኻ ነታ መዓልቲ ይኮንካ እንተብሎ ሕጂ ኣተሓሳስባና ኣረኣያናን ካብቲ ኣብ ዓለም ዝነበረ ናይ ጽምብል ንመዓልትን ንካልእን ዝምለስ ነበረ ሕጂ ግና ኣምላኽና እናኣምለኽና ዘለናዮ ንቕድሚት ክንውስኽ፣ ዝጎደለና ድማ ክምላእ ከም ዘለዎ፣ እሞ ኸኣ እንተ እንተ ደኺምና እንተ በርቲዕና ኸኣ ኣምላኽና ክልተ ሽሕን ዕስራን ሽዱሽተን ኣብጺሑና ኣሎ እሞ ንኡ እናመስገና ንሕልፎ ብምስጋና ኢልና ኢና እነብሎ ስለዚ ሳይድ ኢፌክትስ የብሉን ክብል ይኽእል ምክንያቱ ኣብቲ ንኣምላኽ ኣብ ምምላኽ ዘለካ ዕድልሲ ይፈጥረልካ ይመሊሱ ማለት እዩ የዘኻኽረካ ከ እዩ ሓድሓደ እዋን ብምኽንያት ጌርካ ነገራት እንተዘይዘኪርካዮ ክርሳዕ ዝኽእል ኣሎ ንኣብነት ሎሚ ኣብ ምንታይ ውዒለ ምሉእ መዓልቲ ኢልካ እንድሕር ፀብፃብ ክትመሓል ዘይክልካ ንሂወትካ ንኣካይዳኻ እንድሕር ዘየቢልካ እናተረሰ እናተረሰ ዓመት እውን ብከምኡ ትርሰዓ ማለት እዩ ይጠቕመና እዩ ክብል ደልየ ፅቡቕ ጎኒ ይበዝሕ ካብቲ ሰብ መሲልዎ ካልእ ጎኒ ዝህቦ ጽቡቅ ጎኒ ዘለዎ ይበዝሕ እሞ ስለዚ ጽቡቅ እዩ ብፍላይ እኳ ንኣምላኽ ክተምልኽ ብፍላይ እኳ ናይ ኣምላኽ ነገር ክትሓስብ ብፍላይ እኳ ኣምላኽ ዝገበረልካ እናጸብጸብካ እናሰጎምካ ክትከይድ ከለኻ ሰናይ እዩ ስለዚ ጽቡቅ ነገር እዩ ኢሊ ኣነ ዘብሎ ማለት እዩ። ወንጌላዊ የሱፍ እስኪ ከም መጠን ወንጌላዊ ናብ ጎይታ ክመጽእ ንሰብ ምቕያር ሃይማኖት ኣይኮነ ከምቲ ትፈልጦ ብቋንቋኻ ጌርካ ንዑ ናብቲ ናይ ዘልኣለም ህይወት ዝህብ ጎይታ ንዑ ናብቲ ዕረፍቲ ክትብሎ ነዚ ህዝቢ
ናው ሽንስት ንኹን ጃርሊ ጃር

ንሕና ኩልና ኣብ ካብ ወለድና ዝመጻና ኢና ኩልና ጎይታ ረኺብና ህጀ ድማ ህዝቢ ኤሬትራ ኩሉኹም ኣብ ወጻእን ኣብ ደገን ኣብ ሃገርን ዘለኹም እቲ ህወ ዝኾነ ኩሩስተስ ክትቅበሉ እቲ ህወ ዝኾነ ኩሩስተስ ክትመጹ ይዕድመኩም ኣለኹ ኣነ መገድን ሓቅን ህወትን ዝበለ ጎይታ በጀካ ንሱ ካልእ ህወት የሎን ንሱ እዩ ህወትና ንሱ እዩ መድሓኒና ጽባሕ ንግሆ ምጻኣቱ እንዳቀረበ እዩ ኩሉ ህዝቢ ኤሬትራ ጎይታ ክረክብ ኣብ ኣብ ወጻኢ ይኹን ኣብ ሃገር ይኹን ኩሉ ኣብ ዘለዎ ህዝቢ ኤሬትራ ሂወት ርኸቡ ዘም ደቀይ ዝዓበኹምን ዝነኣስኩምን ኩሉኹም ናብ ኣምላኽ ክትመጹ እዕድመኩም ኣለኹ ክብሪ ንጎይታ ይኹን ኣሜን። ኣለ እኸሊኹም ሸባብ ኤሪትሪያ ኣኩዋን ጄራን

የሱስ ክርስቶስ እግልነስ ስቁልቱ ከዲቡና ቅብል ረቢ ምስልኩም ልግባእ ጀነት ሰነት ጀዲድ ወኼር ወሰላም። ኣሜን ኣይዋ ዲቡ ነቅብል ዲቡ ነቅብል ኣዜማ ድብ ዒሳ ድብ የሱስ ክርስቶስ ነቅብል ኣሜን ኣሜን ጎይታ ይባርኽካ። ኣነ ድማ ናይ መወዳእታ ሰላምታይ ርሑስ ሓድሽ ዓመት ከብፅሕ ቅድም ቀዳድም ንኩሉ ህዝቢ ኤርትራ እንቋዕ ካብ ዕስራን ሓሙሽተን ናብ ዕስራን ሽዱሽተን ብሰላም ኣብጽሓካ ስድራ ቤተይ ካብ ቦኽሪ ክሳብ ሕሳስልቲ ኣሕዋተይ ብምልኦም ንፊልሞን ወደይን ድማ እንቋዕ ኣብጽሓካ ይብል ከምቲ ቃል እግዚኣብሄር ዝብሎ ድማ ንእሱራት ከም መተኣሳርስርቶም ኮይንኩም ምሰኦም መከራ ጽገቡ ስለ ዝብል ብዝተፈላለየ ምኽንያት ኣብ ቤተ ማእሰርቲ ወይ ድማ ኣብ ቤት መሃነጽቲ ንዘለዉ ኩላቶም ድማ እግዚኣብሄር ዘበን ማእሰርቶም ኣሕጺሩ ብሰላም ከውጽኦም ርሑስ ሓድሽ ዓመት ብፍላይ ከኣ ኣብ ኩሉ ብሕማም ምክንያት ኣብ ናይ ኣእምሮ ሕማም ኣብ ዝተፈላለዩ ኣብ ሆስፒታላት ንዘለኹም ኩላትኩም ከኣ እግዚኣብሄር ዘበነ ጥዕና ክገብረልኩም ሕማም ኩሉ ክሕጽር እተን ኣብ ጥንስን ሕርስን ዘለኽን ኣዴታት ከኣ ጥዑያትን ኣፍረይትን ንእግዚኣብሄር ዝፈርሑን ውሉድ ክህበክን ኣብኡ እንከለኹ ይምነየልክን